ፈራይ ኦፊርካ እተ በሊዕካ ጽገብ ተኸዲንካ ሙቕ ወይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ ኦፊርኩም እተው በሊዕኩም ጽገቡ ተኸዲንኩም ሙቕ ጎይኹም ክይዱ ክንዲ ናይ ደይ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ሳኻትኩም ይቐኒ መኒ ናይ ደ ጉልበትና ጉልበትኩም ሙነይዎ

ባእሲ ጋጥም ነይሩ ብቲክቶክ ኢለ ዜና ዘርጊሐ ነይረ ናይ ሓደ ደቂ እሞ ከስምዓኩም ሽዑ ናብቲ ሕጂ ዘሎ ኩነታት ክንከይድ ነቶም እቲ ኩነታት እንታይ እዩ ኣጋጢሙ ዘይፈለጥኩም ሕፅር ኣቢልና ንግሆ ዝሰራሕናያ ቪድዮ ክንጋብዘኩም ልዕሊ ሚእቲ ሽሕ ሰብ ብቐጥታ ዝተኸታተሎ ትማሊ ልዕሊ ሚእቲ ሽሕ ሰብ ብቐጥታ ዝተኸታተሎ ጉዳይ ሕፅር ኣቢልና ክንነግረኩም ኢና ጃኒ ናታ ቲክቶክ ኣካውንት ምስ ተዓጸወ ቀንዲ ተሓታቲ ናይ ቲክቶክ መዕጸዊ ጆን ዳኒኤል ምዃኑ ቅድሚ ሕጂ ኣፍቃሪኣ እንከሎ የሳቕያ ከም ዝነበረ ብዙሕ ግዜ ይሃርማ ከም ዝነበረ ናታ ቲክቶክ ድማ እሱ የዕጽዎ ከም ዝኾነ ንጆን ክሲ ኣቕሪባትሉ ጆን ምሸት ወጺኡ ኣብ ዝሃቦ መልሲ እዛ ሰብ እዚኣ ኣነ ኣይሃርማን ኔረ ተሃሪምኒ ገለ ትብሎ ዘላ ባዕላ ኣብ ኣካላታ ተወርዶ ዝነበረት ጉድኣትዩ ካልእ ኣካውንታ ኣየዕጸክዋን እቲ ዘገርም ግን እሳ ሕጂ ምስ ኣዶናይ ኣብ ፍቅሪ እንከላ ንዓይ ትጽሕፈለይ ምሳይ ትደዋወል ዘየድሊ ቪድዮ ከይተርፈ ትሰደለይ ብምባል እዩ ተገልቢጥዋ ማለት እዩ ህዝቢ ኣፍቲ ኣፍቲ እዩ ዘሎ ናተይ ርእይቶ ብሕጽር ዝበለ ንሳ ኣብ ርክብ እንከላ ምስ ኣዶናይ ምስኣ እንታይ ዘራክብ ኣለዎ ወላ እሳ ብዓለገ እንተደኣ ኮይና እሱ ከኣ ተሓባባሪ ናይ ብዕልግና እዩ ካልእ እሱ እንታይ እዩ ጌሩ ነቲ ጉዳይ ኣክንዲ ነቲ ዝኸሰቶ ጥራይ ዝምልስ ብዛዕባ ምስ ኣዶናይ እንከላ ንዕኡ ትጽሕፈሉ ዘላ ምዝራቡ ንኣዶናይ ኮነ ኢሉ ጎቲቱ ናብቲ ጉዳይ እዩ ዘእትዎ ዘሎ እቲ ጸቕጢሲ ናብ ኣዶናይ ከም ዝኸይድ እዩ ጌርዎ ዘሎ ማለት እዩ ካልእ እዚ ስለምንታይ እዩ ሪከርድ ዝገብሮ ነይሩ ምስኣ ዝፀሓሓፎ ዝነበረ ቪድዮ ከይተረፈ ሴቭ ዝበሎ የቐምጥ ነይሩ ሓንቲ መዓልቲ ሕማቕ ግዜ ክትመፅእ ምዃና እሞ ኣብታ ሕማቕ ግዜ ምስ መፀት ከዓ ንጃኒ ከጥቅዓ ስለ ምዃኑ ስለ ዝኣምን እዩ ከምኡ ገይሩ ማለት እዩ እዚ ማለተይ ግን እሳ እውን ትኽክል ኣላ ማለት ኣይኮነን ብሕጽር ዝበለ ናይ መን ደገፍቲ ኢኹም ብዘየገድስ ግን ክልተ ሓራምዝ ክበኣሱ ሳዕሪ ህሰ ከም ዝበሃል ናይዚ ተሃሳዪ ኮይኑ ዘሎ ኣድማ እዩ ሎሚ ሓሙሽተ ሚልዮን ናቱ ፎሎወርስ በጺሑ ኣሎ እንቋዕ ሓጎሶ ክብል እደሊ ማለት እዩ ኣብ ውሽጢ ዕስራን ኣርባዕተን ሰዓት ልዕሊ ዓሰርተ ቪድዮ ዝሰርሕ ዝነበረ ክሳብ ሕጂ ዝኾነ ቪድዮ ኣይሰርሕን እዚ ጉዳይ ከኣ ንዕኡ ጸልይዎ ስለ ዘሎ እዩ ማለት እዩ ኣብ መጠረሻ መደምደምታ ተኾነ ይዕረቑ ኮን ናይ ቲክቶክ ነገር ትፈልጡ ኢኹም ብዕርቂ ክዛዘም ማለት እዩ ተዘይኮይኑ ግን ኣብዚ ሕማቅ ኩነታት ዘላቶ ጃኒ ኣዶናይ ከምቲ ዘለዎ ምሳኣ ቀጺሉ ክሳብ መጥረሻ ክሕግዛ ተስፋ ይገብር ኣትሊስት ጓል ኣሳ እንተደገፋ ኣይጽላእን እዩ ብዙሓት ሰባት ን ካብ ጃኒ ክእለ ኣለዎ ኣዶናይ ሕጂ ክርሕቅ ኣለዎ ገለ ስለ ዝብሉ ዝራኣኩ እየ ናይን ኣብዚ ሕማቅ ግዜ ኣብ ጎድና ኮይኑ ክሕግዛ ተስፋ ይገብር ማለት እዩ። ክቡራት ተዓዘብቲ እዚኣ እንዲያ እታ ዜና ኣነ ተስፋ ነይርኒ ማለት ሓደ ክልተ ወርሒ ሰለስተ ወርሒ በቃ ክልተ ወርሒ ሰለስተ ወርሒ እዛ ኣጀንዳ ብቐሊሉ ኣይትዕረን እያ በቃ እዚኣ ኣብይ ኣሕመድ ኢዱ ክእትወላ እዩ ጌታቸው ረዳ ኢዱ ክእትወላ እዩ ዶክተር ደብረፅዮን ኢዱ ክእትወላ እዩ በቃ እዚኣ ናይ ወርሒ ኣጀንዳ እያ ዝብል ሓሳብ ነይርኒ በቃ እቲ ናህሪ ነይሩ ባእሲ ነይሩ በቃ እዚኣ ላዕሊ እያ በፂሓ እዛ ጉዳይ ውውውው ከባድ እያ ከባድ ከባድ ከባድ ከባድ ከባድ እያ ኢለ ነይረ ማለት እዩ

እንታይ ወይ እታ ታዕሪቕና ብላሉ እቶም ትግርኛ ጥራይ ትሰምዑ ኣምሓርኛ ዘይሰምዑ ኣነ ብምሓርኛ ገይረ እንቋዕ ተዓረቕኩም ዝሓወይ እንቋዕ ተዓረቕኩም ዕርቂ ፅቡቅ ኢለ ዮ ካልእ ዝበልኩ ከይመስለኩም ሽዑ እንታይ ኢለ ሓሶት እዩ ዝኸውን እስከ ናብ ጃን ክኸይድ ኢለ እሳኸ እንታይ ኢላ ቪድዮ ዘርጊሓ ትኸውን ኢለ ናብኣ ከይደ

ዋ እንታ ክንደይ ቅልጥፉ ተዓሪቕና ትበላ ንሳ ከኣ ተዓሪቖም ኣንታ ዋ እንታ ኣነ እቲ ኣምሓርኛ ቋንቋ ኣይኣምኑን እየ እቲ ኣምሓርኛ ቋንቋ እንተሪኢኹሞ ቀበጥበጥበጥ መበሊ እዩ እህ፣ ቀበጥበጥ መበሊ እዩ ንመባእሲ እውን ኣይኮን እዩ ብነብሱ እቲ ትግርኛ ግን ከቢድ ቋንቋ እዩ እቲ ትግርኛ እህ፣ ብትግርኛ ሓንሳብ እንደ ትፀራረፍ ኣለኻ ሽዱሽተ ወርሒ ኢኻ ትረጋገፅ እህ፣ ጋዜጠኛ ከዓ ሸውዓተ ወርሒ እዩ ዜና ዝስርሓልካ ኣብ መበል ሻብናይ ወርሒ ኢኻ ትዕረቕ እዞም ኩሎም ዩቱበራት ከምኡ እዮም ሽዱሽተ ወርሒ በኣዙ ኣብ መበል ሻውዓይ ወርሒ እዮም ዝዕረቑ እዞም ቲክቶከራት ግን ረእዎ ብትግርኛ ስለ ዘይተባእሱ እዩ ብትግርኛ እንተዝባእሱ ሽዱሽተ ወርሒ መንፍቕ መንፍቕ ምሉእ ዜና ምስርሑና ሽዱሽተ ወርሒ ምሉእ ሲክስ ማንዝስ ኢን ዘን ብሬኪንግ ኒውስ እሳ ከምዚ ኢላቶ እሲ ከምዚ ኢልዋ እናበልካ ኮሊፎምና ተኾሊፍና ትምሓርኛ ቋንቋ በቃ ቀበጥበጥ ይዕረቑ ሽዑ በቃ ትፍኽር ኣቢሎም ትምሓርኛ ትፍክረሉ ካብ ምፍካር ንመፈከሪ ዘራፍ ዘራፍ እናበልካ ፅቡቕ እካ ትፍክረሉ ግን ፍቅሪ ፍቅሪ ፍቅሪ እስከ መቃብር ፍቅር ፍቅር ያሸንፋል እንዳበልካ ከዓ ትዕረቕ ሽዑ ትምሓርኛ ቀበጥ ነበር ይነሱ ንሰብኣይ ዝኸውን ቋንቋ ኣይኮነን ሸት

እንታይ ክዓብሰልና ተባእሲኡ ነይሩ ሓደ ቅሳይ እምበር እንታይ እቲ መንጎ ሕጂ ወገን ዝሓዘ ሕጂ ኣብታ ናይ ንግሆ ቪድዮ ሪኢኹማ ዶ እታ ናይ ንግሆ ቪድዮ ብዙሓት ሰባት ሕጂ ንጆን ዳንኤል ቁርብ ወፂዕካዮ ወገን ናይዛ ጓል ጌርካ ኢልኩም ንዓይ በቃ ተቐይምኩም እንተለኹም ተዕረቑ እንተዕረቕ በቃ ኣብቲ ፌስቡክ ዋይ ክንደይ ሰብ ይፀሃርፍ ነይሩ ሕጂ ናይቲ ወገን ሒዙ ናይቲ ወገን ሒዙ ብዙሓት ደቂ ኣንስትዮ ነዚኣ ደጊፈን ጓል ኣንስተይቲ ትብደል ኣላ እዛ ነይረን ሕጂ ሕቆን ዝብር ኣቢላተን ብዙሓት ደቂ ተባዕትዮ ከዓ ኣይ ከባድ
ትንሽ ጊዜ ይወስድብኛል እና ማስረዳችሁ ይሆናል ማሳያችሁ ይሆናል። እስከዛ ግን ያው ባይ ዋይ
ቀፌታ ተዕሪቑ ደሓን ኳዕ ተዓረቑ ኳዕ ተዓረቑ ደሓን ኳዕ ተዓረቑ ዝም ኣሕዋት ይወ ዋ ንሽነሽ ባእሲ ተመኒኻ ከዓ ከይትብልና ወሪድና ደሓን ቀዳሚ ከዓ ባራንታይ ንመዓልቲ ፍቕራ ድዩ ኳዕ ተዓረቑ ኳዕ ተዓረቑ ካልእ ብቑም ነገር ከዓ ንኣዶናይ ሕጂ ቁሩብ ሃስያቶ ማለት ሲ ብዛዕባ ሕሉፋ ተዛሪባ እቲ ብዛዕባ ሕሉፋ ተዛሪቡ ገለ ተዛሪቡ ክልቲኦም ተዓሪቆም ሕጂ ኣዶናይ ከመይ ምዚኣ ክቕፅል ይኽእል ከቢድ እዩ ክቕፅል ሕጂ ኣዶናይ ምዚኣ ቁሩብ ክትከብዶ እያ ምክንያቱ ኣብታ ናይ ንግሆ ቪድዮ ሪኢኹም ማኹም እቲ ጆን ዳንኤል እዚኣ ምስኡ ትዳወል ከም ነበረት ገለ እዩ ዝዛረብ ነይሩ ወድሓን እንኳዕ ተዓረቑ ወሪድና ፅባሕ ምስ ኣድና ይዕረቑ እዛ እንዳ ስትና ትብል ምድብ እኮ ዓሰርተ ደቂ ገለ ብዙሕ ክትነዊሕ ይብላ ዚ ምሕዋት ይበቃ ላይካ ይትርስዖ ኣየሰኣነና ጋዜጠኛ ነሽ ነሽ ካብ ሃገረ ጀርመን ይቐኒ ፈራይ ኦፊርካ እተ በሊዕካ ፅገብ ተኸዲንካ ሙቕ ወይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ ኦፊርኩም እተው በሊዕኩም ፅገቡ ተኻዲንኩም ሙቕ ወይኹም ክይዱ ክንዲ ናይዘይ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ሳኻትኩም ይቐኒ መኒ ናይዘ ጉልበት ነዋ ጉልበትኩም ሙነይዎ ጉልበትኩም ሙነይዎ